ቁጽሪ ሓደ። እምበኣርሲ ኣሕዋተየ፣ ንሥጋኹም ህያውን ቅዱስን፣ ንኣምላኽ ባህ ዘብል መሥዋዕቲ ጌርኩም ከተቕርብዎ፣ ብምሕረት ኣምላኽ እምዕደኩም ኣሎኹ። እዚ ማለት እቲ ናይ ኣእምሮ መንፈሳዊ ኣገልግሎትኩም እዩ። እቲ ሠናይን ባህ ዘብልን ምሉእን ፍቓድ ኣምላኽ እንታይ ምዃኑ ምእንቲ ክትምርምሩስ፣ ብምሕዳስ ሓሳብኩም ተለወጡ እምበር፣ ነዛ ዓለም'ዚኣ ኣይትምሰልዋ። ቁጽሪ ሰለስተ፣ ከምቲ ኣምላኽ ንነፍሲ ወከፍ ዝዓደሎ መስፈር እምነት ገይሩ ደኣ ብዛዕባ ርእሱም ብልክዕ ይሕሰብ እምበር፣ ካብቲ ዝግብኦ ኣዕዚዙ ከይሓስብሲ፣ ንነፍሲ ወከፍ ኣብ ማእከልኩም ዘሎ በቲ እተዋህበኒ ጸጋ እብሎ ኣሎኹ። ከምቲ ኣብ ሓደ ስጋ ብዙሕ ኣካላት ዘሎና እሞ ዘሎ ኣካላት ከኣ ተግባሩ ሓደ ዘይኮነ፣ ንሕና ብዙሓት ከኣ ከምኡ ብክርስቶስ ሓደ ስጋ ኢና፣ በብሓደ ግና ንሓድሕድና ኣካላት ኢና። ከምቲ እተወሃበና ጸጋ በበይኑ ዝኾነ ውህበት ጸጋ ካብ ዝህልወናስ፣ ትንቢት እንተ ኾይኑ ብልክዕ እምነትና ይኹን፣ ኣገልግሎት እንተ ኾይኑ ብኣገልግሎትና ንጽናዕ፣ ዝምህር እንተ ኾይኑ ብምምሃር ይጽናዕ። መዓዲ እንተኾይኑ ብምምዓዱ ዝህብ ተገሪሁ ይሃብ፣ መራሒ እንተኾይኑ ብትግሃት ይምራሕ፣ እቲ ዝድንግጽ ውን ብሓጎስ ይደንግጽ። ፍቕሪ፣ ቁጽሪ ትሽዓተ፣ ፍቕሪ ብዘይ ግብዝና ትኹን፣ ንኽፍኣት ፈንፍንዎ ኣብ ሰናይ ልገቡ፣ ንሓድሕድኩም ብምክብባር እናተቐዳደምኩም ብፍቕሪ ኣሕዋት ንሓድሕድኩም ብልውሃት ተፋቐሩ፣ ንምትጋህ ኣይትተሃከዩ፣ ብመንፈስ ተቓጸሉ፣ ንእግዚኣብሔር ኣገልግሉ፣ ብተስፋ ተሓጎሱ፣ ብጸበባ ተዓገሱ፣ ጸሎት ኣዘውትሩ፣ ብዘድልዮም ንቕዱሳን ኣማቕሉ፣ ንምቕባል ጋሻ ተቐዳደሙ፣ ንዝሰጉኹም መርቑ፣ መርቑ እምበር ኣይትርገሙ፣ ምስቶም ዝሕጎሱ ተሓጎሱ፣ ምስቶም ዝበኽዩ ብኸዩ። ንሓድሕድኩም ሓንቲ ሓሳብ ሕሰቡ። ምስቶም ታሕተዎት ትሕት በሉ። እምበር ኣብቲ ልዕል ዝበለ ነገር ሓሳብኩም ኣይተውድቑ። ጠቢባን ኢና ኢልኩም ብርእስኹም ኣይትሕሰቡ። ነቲ ኣብ ቅድሚ ኩሉ ሰብ ጽቡቕ ዝኸውን ደኣ ሕሰቦ እምበር፣ ንሓደ እኳ ክፉእ ኣብ ክንዲ ክፉእ ኣይትፍደይዎ። ዝከኣል እንተ ኾይኑስ ብኣኻትኩም ዝመጸ ምስ ኩሉ ሰብ ብሰላም ንበሩ። ፍቑራተይ፣ ምፍዳይ ሕልናተይ እዩ። ኣነ ክፈድዮ እየ ይብል እግዚኣብሔር ጽሑፍ እዩ እሞ እቲ መዓጽቲ ስፍሕ ሓደጉሉ እምበር ባዕልኻትኩም ሕነ ኣይትፍደዩ ጸላኢኻ እንተ ጠመየ ግና ኣብልዓዮ እንተ ጸምኦ ውን ኣስትዮ እዚ ብምግባርካ ጉሁር ሓዊ ኣብ ርእሱ ክትእክብ ኢኻ ነቲ እከይ ደኣ ብሰናይ ጌርካ ሰዓሮ እምበር በቲ እከይ ኣይትሰዓር። መልእኽቲ ጳውሎስ ናብ ሰብ ሮሜ ምዕራፍ ዓሰርተ ሰለስተ፣ ክርስትያን ንበዓል ስልጣን ክእዘዝ ከም ዝግባእ፣ ቁጽሪ ሓደ፣ ብኣምላኽ ዘይኰነስ ስልጣን የልቦን፣ እቶም ዘለዉ ስልጣናት ከኣ ብኣምላኽ እተሰርዑ እዮም እሞ፣ ነፍሲ ወከፍ ነቲ ኣብ ልዕሊኡ ስልጣን ዘለዎ ይገዝኣዮ። ስለዚ ከኣ ነቲ በዓል ስልጣን ዝቃወም ነቲ ስርዓት ኣምላኽ እዩ ዝቃወሞ፣ እቶም ዝቃወምዎ ድማ ባዕላቶም ፍርዲ ክቕበሉ እዮም። እቶም ገዛእቲ ንእኩይ ግብሪ እምበር ንሰናይ ግብሪ ዘፍርሁ ኣይኮኑን። ነቲ በዓል ስልጣን ከይትፈርሆዶ ትደሊ ኢኻ? ንሱ ንሰናይካ ኢሉ ኣገልጋሊ ኣምላኽ እዩ እሞ ሰናይ ግበር ንሱ እውን ክንእደካ እዩ። እኩይ እንተ ገበርካ ግና ኣገልጋሊ ኣምላኽ ነቲ ገባሪ እኩይሲ መቕጻዕቲ ዘምጽኣሉ ፈዳይ ሕነ ስለ ዝኾነ ሴፍ ንኸንቱ ኣይዕጠቕን እዩ እሞ ፍራህ። ስለዚ ኸኣ ስለ ሕልና ኢልኩም እምበር ስለ መቕጻዕቲ ጥራይ ኣይኮነን ክትግዝእዎም ዝግብኣኩም። ገላዉ ኣምላኽ እዮም እሞ በዚ ተግባር እዚ ከየብኮሩ የገልግሉ ኣለዉ። ስለዚውን ኢኹም ግብሪ እትህቡ ዘለኹም። እምበኣርሲ ግብሪ ንዝግብኦ ግብሪ፣ ተጎ ንዝግብኦ ተጎ፣ ፍርሃት ንዝግብኦ ፍርሃት፣ ክብረት ንዝግብኦ ክብረት፣ ንኹሉ እቲ ዘዝግብኦ ሃብዎ። ንሓድሕድኩም ተፋቐሩ። ቁጽሪ ሸሞንተ፣ እቲ ንብጻዩ ዘፍቅር ንሕጊ ፈጺምዎ እዩ እሞ፣ እታ ንሓድሕድኩም ምፍቓር እንተዘይኮይና ንገለ እኳ ዕዳ ይሃልኹም። እዚ ኣይትዘሙ ኣይትቕተል ኣይትስረቕ ብሓሶት ኣይትመስክር ኣይትመነ እተብሃለ ካልእ ትእዛዝውን፣ እንተኾነ በዚ ንብጻይካ ከም ነብስኻ ኣፍቅሮ ዝብል ቃል ክቱት እዩ። ፍቕሪ ንብጻያትከይ ኣይትገብሮን ባርሲ ፍቕሪ መደምደምታ ሕጊ እያ። ቁጽሪ ዓሰርተ ሓደ ምድሓን ካብቲ ዝኣመናሉ ግዜስ ሕጂ ኣዝዩ ናባና ቀሪቡ ኣሎ እሞ ሕጂ ካብ ድቃስ እትበራበርሉ ግዜ ከም ዝበጽሐ ነዛ ዘመን ፍለጥዋ። ለይቲ ሓሊፉ መዓልቲ ቀሪባ እያ እሞ ግብሪ ጸልማት ካባና ደርቢናስ ኣጽዋር ብርሃን ንልበስ። ከም ብመዓልቲ ብቕንዕና ንመላለስ ብጓይላን መስተን ኣይኮነን ብምንዝርናን ዕብዳንን ኣይኮነን ብባእስን ቅንኣትን ኣይኮነን ንጎይታና የሱስ ክርስቶስ ደኣ ልበስዎ እምበር